ናይ ፓዲስ ሃዲስ ናይ ሓዊ ሓደጋ ፈለማ ዝጀመረ ኣብ ሰሉስ ንግሆ ከም ዝነበረ ኣብቲ ከባቢ ካብ ዝነብሩ ነበርቲ ንምፍላጥ ተኻኢሉ እዩ። ኣብ ሳንታ ሚኖካን ማሊቡን መንጎ ብምዃን ናብ ሓሙሽተ ዝጽጋዕ ስኲር ማይል ክሽፍን ዝኸኣለ እዩ። ኣብቲ ፍርቂ ለይቲ ዝጀመረ እዚ ናይ ኢተን ባርዕ ሓዊ ንኣርባዕተ ማይል ስኲር ዝሽፍን እዩ። ክልቲኡ እንትነጻጸር እቲ ንእሽተይ ዝኾነ ሃርስ ናይ ሓዊ ባርዕ ኣብቲ ወጋሕታ ከባቢ እውን ተፈጢሩ እዩ። ናይ እዚኤን ሰለስተ ናይ ሓዊ ባርዕ ሓደጋ ምኽንያት ኣብ ምርመራ ዋላ እተሃለወ፣ ሳንታ ኣና ተባሂሉ ዝጽዋዕ ዓውሎ ንፋስ እቲ ሓደ ምኽንያት ክኸውን ከም ዝኽእል እውን ተገሚቱ እዩ። እታ ወርቃዊት ናይ ኣሜሪካ ግዝኣት ብዝብል እዮም ዝፅውዕዋ። ዘ ጎልደን ብሪጅ ዝርከበሉ እውን ኣብዚ ግዝኣት እዩ። ካሊፎርኒያ ኣብ ሓደ ሚእትን ስሳን ሰለስተን ሽሕ ሽዱሽተ ሚእትን ተስዓን ሽዱሽተን ኣብ ስኩዌር ማይል ዝዓረፈት እዚኣ ግዝኣት ኣርብዓ ሚልየን ናብ ዝፅግዑ ነበርቲ ብምሓዝ ብናይ ህዝቢ ቁፅሪ ካብ ናይ ኣሜሪካ ግዝኣታት ውሽጢ ኩሉ እታ ቀዳመይቲ እያ። ብስም ደረጃ ተጋኒነን ዝወፃ ከተማታት እውን ዝርከባሉ ኣብዚኣ ግዝኣት ውሽጢ እየን። ናይ ሆሊውድ መቐመጢትን ናይ ዓለምና ህቡባት ሰባት መንበሪ ዝኾነት ሎስ ኤንጀለስ፣ ሳን ፍራንሲስኮን ሳን ዲያጎን ከም ቀንዲ ዝፅርሓ ከተማታት እየን። ናይ ሜዲትሪያን ናይ ኣየር ጠባይ ዘለዋ እዚኣ ግዝኣት ብዘለዋ ስፍሓትን ናይ መሬት ገፅ ኣቀማምጣኣን ካብ ሙቕት ክሳብ ዛሕሊ ንዘሎ ናይ ኣየር ጠባይ ተቐባሊት እያ። ካሊፎርኒያን ምስ ናይ ሓደጋ ባርዕ ንነዊሕ ግዘ ዝተኣሳሰረ ነገር ኣለዋ። ኣብ ናይ ቀደም ግዘ ኣብቲ ከባቢ ዝነብሩ ሰባት ብዝነበሮም ናይ መሬት ኣተሓላልዋ ሜላ ነቲ ናይ ተፈጥሮ ሓደጋ ንምክልኻል ፃዕሪ ይገብሩ ነይርም። ኣብ ዓሰርተ ሸሞንተን ዓሰርተ ትሽዓተን ክፍለ ዘመን ባዕዳውያን ገዛእቲ ነቲ ከባቢ እንትቆፃፀርዎ ናይ ህዝቢ በዝሒ እውን ወሲኹ እዩ። ነቲ ናይ ተፈጥሮ ሃብቲ እውን ኣብ ርእሶም ከውዕሉ ይጅምሩ። ነዚኣ ግዝኣት ወርቃዊት ንክትበሃል ዝገበራ እቲ ቀንዲ ምኽንያት፣ ዘ ጎልደን ረሽ ዝበሃል ግዘ'ዩ ነይሩ። ካሊፎርኒያ ልዑል ዝኾነ ናይ ወርቂ ሃብቲ ከም ዘለዋ ካብ ዝፍለጥ ግዘ ንደሓር፣ ብዙሓት ኳዕቲ ዝገብሩን ሃብታማትን ጅብኦም ንከሕብጡ ናብ ካሊፎርኒያ ክኣትዉ ይጅምሩ። ካብ ዓሰርተ ሸሞንተ ኣርብዓን ሸሞንተን ክሳብ ዓሰርተ ሸሞንተ ሓምሳን ሓሙሽተን ከም ዝፀንሐ ዝዝረበሉ እዚ ብዝበዛ ወርቂ ንምእላሽ፣ ነታ ግዝኣት ብልዑል ዝኾነ ነቲ ተፈጥሮ ሃብታን ገጸ መሬታን ኣማሲንዎ'ዩ። ኣብ ዓሰርተ ትሽዓተ ዜሮ ዜሮ ናይ ባርዕ ሓዊ ሓደጋ ንምቁጽጻር ዝተፈላለዩ ናይ ፖሊሲ ሰነድ ጽሒፎም እዮም። ናይ ኣሜሪካ ጫካ ሰርቪስ ውን ተሃኒጹ እዩ። ኣብ ዓሰርተ ትሽዓተ ሰብዓ ኣጓኒፉ ዝነበረ ናይ ላጉና ናይ ባርዕ ሓደጋ ልዑል ዝኾነ ብርሰት ኣስዒቡ እዩ። ካብ ሰፕተምበር ዕስራን ክልተን ክሳብ ኦክቶበር ኣርባዕተ ዕለት ግዘ ዝፀንሕ እዚ ናይ ሓዊ ባርዕ ንክልተ ሚእትን ሰብዓን ኣርባዕተን ስኲር ማይል ዝሸፈነ እንትኾን ናብ ሸሞንተ ዝፀግዑ ናይ ሰባት ህይወት ከጥፍእ እንከሎ ንሰለስተ ሚእትን ሰማንያን ክልተን ኣባይቲ ገዛ ከምዘይነበሩ ከብርሶም ክኢሉ እዩ። ብምቕፃል እውን ኣብ ዓሰርተ ትሽዓተ ሰማንያን ሓሙሽተን ዝተላዕለ ናይ ፓሳዴኒ ሓደጋ ባርዕ ከም ናይ ላጉና ሰፊሕ እኳ ተዘይሸፈነ ከቢድ ማህሰይቲ ግን ኣብፂሑ እዩ። ካብ ክልተ ሽሕ ናብዚ ንዘሎ ናይ ዓለም ናይ ጠባይ ኣየር ምቅይያርን ልዑል ዝኾነ ናይ ዓለም ዋዒ ብምውሳኽ ንክብእስ ገይርዎ ዩ። ኣብ ክልተ ሽሕን ሰለስተን ናይ ሲዳር ሓደጋ ባርዕ፣ ኣብ ክልተ ሽሕን ሸውዓተን ናይ ዊች ሓደጋ ባርዕ ኣብ ሳንዲያጎ ከተማ ዘጓነፉ ናይ ባርዕ ሓደጋ ዮም። ኣብ ክልተ ሽሕን ዓሰርተ ሸሞንተን ሪከርድ ብዝሰበረ መልክዑ ሽዱሽተ ሽሕን ክልተን ሓምሳን ስኩዌር ማይል ክሽፍን ዝኸኣለ ናይ ሓዊ ሓደጋ እተላዕለ እንትኾን፣ ናይ ኦገስት ኮምፕሌክስ ሓደጋ ሓዊ ድማ ኣብ ካሊፎርንያ ግዝኣት ካብ እተመዝገቡ ኩሎም ኣብ ታሪኽ እቲ ልዑል ብርሰት ዘብጽሐ እዩ። ኣብ ዕስራ ዕስራን ሓደን ኣብ ናይ ዴክሲ ናይ ባርዕ ሓደጋ እውን እቲ ሓደ ንሰፊሕ ቦታ ክሽፍን ዝኸኣለ እንትኾን፣ ናይ ካሊፎርንያ ግዝኣት ምምሕዳር እውን በብግዝኡ ንዘጓንፍ ናይ ባርዕ ሓደጋ ጠጠው ንከብሎ እተፈላለዩ ናይ እፅዋት ሓለዋ ስራሕቲ እናፈፀመ እዩ ፀኒሑ። ኤቢሲ ኒውስ ብዘውጽኦ መረዳእታ መሰረት፣ ክሳብ ሕጂ ግዘ ክልተ ሰባት በቲ ሓደጋ እንትሞቱ፣ ናብ ሰማንያ ሽሕ ዝጽጉዕ ዜጋ እታ ሃገር ካብ ሎስ ኤንጀለስ ብህጹጽ ንክወጹ ጻውዒት ተገይርሎም እዩ። እቲ ባርዕ እተፈጥረ ኣብ ደረቕ ዝኾነ ከባቢ ምስቲ ብርቱዕ ዝኾነ ናይ ኣውሎ ንፋስ ብምልታዊ ምኽንያት እንትኾን፣ እዚ እውን ኣብቲ ቀደም ናይ ሓደጋ ቦታ ካብ እተባህሉ ቦታታት ተወሳኺ እቲ ሓደጋ ናብ ካልእ ከባብታት ንክስፋሕፋሕ እውን እቲ ቀንዲ ምኽንያት ኮይኑ እዩ። ሎስ ኤንጀልስ ታይምስ ብዘውጽኦ ጸብጻብ መሰረት ኣብዚ ሕጂ ናይ ፓሪስ ሳድስ ሓዊ ናብ ሸሞንተ ስኲር ማይል ዝሽፍን እንትኾን ካብ ሓደ ሸሕ ንላዕሊ ገዛውቲ እውን ናብ ብርሰት ኣብጺሑ እዩ። ኣብ ዝጸልመተን ብትኪ ኣብ እተሸፈነን ሰማይ ካብ ድቃስና ምስ ተላዓልና፣ ልዑል ዝኾነ ማህሰይቲ ከም ዝበጽሐ ገሚትና ኢና። ንሕና እውን ብምሉእ ዓቕምና ዘለና ኩሉ ዓቕሚ ተጠቂምና፣ ንዜጋታትና ክንሕግዝ ኢና ብምባል ናይ ሎስ ኤንጀልስ ካውንቲስ ሱፐርቫይዘር ሊንሰይ ኡርባዝ ገሊጹ እዩ። Weather conditions are beginning to turn favorably, which will allow us to increase our containment lines. If people choose to commit crimes, they're going to be held accountable.
እቲ ሓደጋ ካብ ዝለዓል ግዘ ጀሚሩ ካብ ሻዕን ሓሙሽተን ንላዕሊ ናይ ሓዊ ሓደጋ ሰራሕተኛታት ኣብ ኢተንን ኣብ ኣሊሳድን ነቲ ባርዕ ሓዊ ንምክልኻል እናሰርሑ ዝርከቡ እንትኾኑ ኣብዚ ሕጂ ግን እቲ ዝመፀ ናይ ንፋስ ኣውሎ ነቲ ስርሖም ዝበለፀ ፈታኒ ክኸውን ናገበሮ ዩ። ኣብቲ ቀትሪ መዓልቲ እዚ ኣውሎ ንፋስ እናነከየ ከም ዝመጽእ ዋላ እኳ ተገለጹ፣ ክሳብ ዓርቢ ዘሎ መዓልቲ ከም ዝጸንሕ ግን እቶም ናይ ኣየር ትንበያ ሞያተኛታት ገሊጾም እዮም። ኣብዚ ናይ ክረምቲ ሰዓት ናይ ማይ ሕጽረት ምህላዉ ኣብ ደቡብ ክፋል ናይ ካሊፎርንያ ግዝኣት እቲ ሓደጋ ባርዕ ንክለዓል ምኽንያት ክኸውን ክኢሉ እዩ። በቲ ካልእ ገጽ ድማ ናይ ሰሜን ክፋል ካብ ዝግብኦ ንላዕሊ ናይ ማይ ክረምቲ ስለእተቐበለ ናይ ሓደጋ ባርዕ ብዙሕ'ውን መተሓሳሰቢ ኣይኮነን። ንዲሞክራቲካት ኣብ ምምራጽ እትፍለጥ እዚኣ ካሊፎርንያ፣ እቲ ናይ ባርዕ ሓደጋ ቅድሚ ምልዓሉ ኣብ ተሶኒ መዓልቲ፣ ፕረዚደንት ጆ ባይደን ናብ ካሊፎርንያ ኣትዩ ነይሩ እዩ። ካብ ናይ መንግስትነት ዑደት ወጻኢ እውን ብናይ ባዕሎም ናይ ውልቀ ጉዳይ ከም ዝኸዱ እውን ተገሊጹ እዩ። ምኽንያቱ ድማ ናይ ጓል ጓሎም ናይ ናኦሚ ባይደን ኒል ኣብቲ ረቡዕ መዓልቲ ስለ እትሓርስ ንዓኣ ንክርእዩ እዮም መጺኦም። ብርግጽ እዚኦም ፕረዚደንት ኣብቲ ሰዓት ኣብታ ግዝኣት ምህላዎም ዝመዓድ ኣይኮነን። ምኽንያቱ ድማ ንዕኦም ንምሕላው ዝወጽእ ናይ ሰብ ሓይሊ፣ ግዘ ይኹን ጉልበት ነቲ ዘጓነፈ ሓደጋ ክውዕል ይኽእል እዩ ክብሉ ናይ ቀደም ሴክሬት ሰርቪስ ኤጀንት ጆናታን ዋክሮ ገሊጾም እዮም። ኣብ ሎስ ኤንጅልስ ዝርከብ ናይታ ምክትል ፕረዚደንት ካማላ ሃሪስ ገዛ እውን ብህጹጽ ዜጋ ንክወጹ ኣብ እተኣዘዙሉ ከባቢ እዩ ዘሎ። ሕጹይ ፕረዚደንት ጆ ባይደን ናይታ ግዝኣት ናይ እጽዋት ሓለዋ ስርዓት ዝነዓቐዎን ዝጸረፍዎን እንትኾኑ፣

ካብዚ ናይ ተፈጥሮ ሓደጋ ንኩሉ ቤተሰብ ኣኣብ ዘለዎ ኣምላኽ ይምሓሮ እናበልኩ ናብዚ ቻናል ሓደሽቲ ዝኾንኩም subscribe ብምግባር ቀጺሉ ውን ናብ ኩሉ ንክባጻሕ ላይክን ሸርን ምግባር ኣይትረስዑ ክብል እፈቱ።